ከመይ ውዒልኩም ብመጀመርያ ኣቢሰሎም ባህታ ይበሃል ኣብ ኢስት ኣፍሪካ ሓፈሻዊ ሕክምና ከም ሱፐርቫይዘር ኮይኑ እየ ዝሰርሕ ኢስት ኣፍሪካ ሓፈሻዊ ሕክምና ሜዲካል ሰንተር ኮይኑ ኣብ 2017 ወርሒ 12 ተመስሪቱ ክሳብ ሕጂ ድማ ካብ ግዜ ናብ ግዜ ዕቤት እንዳገበረ ክመፅእ ፀኒሑ ኢስት ኣፍሪካ ሓፈሻዊ ሕክምና ቅድሚ ሕጂ ኣብ ታሕተዋይ ደርቢ ኣብ ራብዓይ ፍሎር እዩ ነይሩ። ሕጂ ዕቤት ብምግባር ኣብዚ ዘለናዮ ሓምሻይ ደርቢ ብምድያብ ኣገልግሎቱ ብምስፋሕ ንዓማዊል ግቡእ ዝኾነ ኣገልግሎት ዝህብ ዘሎ ትካል እዩ። ኣብዚ ግዜ እዚ ከኣ ኢስት ኣፍሪካ ዕቤቱ ወሲኹ ወይ ድማ እቲ ናቱ ለቨል ብምውሳኽ ዝያዳ ተወሰኽቲ ክልተ ጨንፈር ገይሩ ኣሎ። እቲ ሳልሳይ ዝበሃል ከኣ እዚ ዘለናዮ እቲ ማእኸላይ ጨንፈር ማለት እዩ። ሓደ እዚ ካባላጋላ ኣብ ሳውዝ ፖይንት ሞል ሓምሻይ ደርቢ፣ እታ ሓንቲ ከኣ ኣብ ኢንዴቫ ፖስት ባንክ ሉፕያ ኮምፕሌክስ ትበሃል ኣሎ። ኣብ ጉንጋ ትርከብ ከኣ ኣላ ሳልሰይቲ ኣብ ግሬስላንድ ሆቴል። እዘን ሰለስተ እዚኤን ብሓንሳእ ኮይነን ዝሰርሓ ናይ ኢስት ኣፍሪካ ትካላትን ኢስት ኣፍሪካ ካብ ዝጅምር ክሳብ ሕጂ ኣገልግሎት ብብዙሕ መገዲ ከላልይን ከርእይን ፀኒሑ እዩ ኣሎ ከዓ ኣብ ደገ ንዝርከቡ ዓማዊል ንምልላይ ወይ ድማ ንምርካብ ዝተገብረ ፃዕርታት ኣሎ ብርግፅ ጨንፈር የለን ኣብ ደገ ንዖም ንምልላይን ንምርካብን ግን ብዝተፈላለዩ ማሕበራዊ መራኸቢታት እቲ ኣፍልጦ ንኽበፅሖም በቢእዋኑ ሓበሬታታት የመሓላልፍ እዩ። ኢስት ኣፍሪካ ሓፈሻዊ ሕክምና ዝህቦም ኣገልግሎት ብቕደም ተኸተል እንድሕር ክንርኢ ኮይና መጀመርያ እቲ ኢንፔሸንት ዲፓርትመንት ንብሎ ሕሙማት ኣብ ውሽጢ ኮይኖም ዝሕከሙሉ ክፍሊ ወይ ድማ ኣደቂስካ ትሕክሞ ትህቦ ኣገልግሎት እዩ። ኣውትፔሸንት ዲፓርትመንት ሕሙማት ወይ ድማ እቶም ዓማዊል ብተመላላሲ መልክዕ መፅዮም ክረኣዩ እንከለዉ ኣውት ፔሸንት ንብሎ። ካልእ ናይ ደንታል ሰርቪስ ኣሎ። ደንታል ሰርቪስ እዚ ኣገልግሎት እዚ ዝተማለአ ናይ ስኒ ኣገልግሎት እዩ። ምስዳድ፣ ምሕፃብ ከምኡውን ብሬስ ምግባር ኣስናን ምትካል፣ ምንቃል ኩሉ ዝተማለኣ ኣገልግሎት ናይ ስኒ። ካልእ እቲ እዚ ትካል እዚ ብቐንዱ ዝሰርሓሉ ዘሎ ምክትታል ነብሰ ጾራት፣ ኣገልግሎት ሕርሲ ከምኡ ድማ ምክትታል ኣዴታት ድሕሪ ሕርሲ እዚኤን ብቐንዲ ዝስራሓለን ዘለዋ ስራሓት እየን። ካልእ ፋርማሲ ዝተማልእ ፋርማሲ ከምኡ እውን ኣገልግሎት ክታበት ወይ ድማ ቫክሲኔሽን ኢልና ንፅውዖ ፋሚሊ ፕላኒንግ ውጥን ስድራ ቤት ካልእ ናይ ምኽሪ ኣገልግሎት ወይ ድማ ካውንስሊንግ ሰርቪስ ኢልና ንፅውዖ ኣሎ ላቦራቶሪ ሙሉእ ዝተማልአ ላቦራቶሪ ካብቲ ዝነኣሰ ምርመራ ክሳብቲ ዝዓበየ ኬሚስትሪ ብሙሉኡ ዝተማልኣ ዓይነት ኣገልግሎት ኣሎ። እዚ ክንብል ከለና ኮቪድ እውን ምስኡ ዝተማልአ፣ ኤች ኣይ ቪ፣ ፉል ኬሚስትሪ ኩሉ ናይ ላቦራቶሪ ኣገልግሎት ኣሎ። ስካን ኢልና ንፅውዖ ወይ ድማ ኮምፒውተር እንብሎ እዚ እውን ኣሎ። ብሓፈሻ ኢስት ኣፍሪካ ሓፈሻዊ ሕክምና እዚ ኣገልግሎት እንዳሃበ እቲ ዘለዎ ዕላማ እውን ብሕጂ ንምዕባይ ወይ ድማ ንምውሳኽ እዩ ዘሎ ካልእ ናይ ንኡስ መጥባሕቲ ኢልና ንፅወዖ ወይ ድማ ማይኖር ሰርጀሪ ኣሎ ምስ መሕረሲ ወይ ድማ ሲዘራል ሴክሽን ኢልና ንፅውዖ ብተለምዶ ሓንቲ ኣደ ነብሰጾር ኮይና በቲ ንቡር ዘይከውን ናብ መጥባሕቲ ተእትዋ ከለኻ ማለት እዩ እዚ ኣገልግሎት እውን ኣሎ። እዚኤን ኩለን ዓይነት ኣገልግሎት ካብ ሶኒ ክሳብ ሰንበት ዕስራን ኣርባዕተን ሰዓት ኣለዋ። ቫክሲነሽን ወይ ድማ ክታበትን ካውንስሊንግ ወይ ድማ ናይ ምኽሪ ኣገልግሎት ኩሉ ግዜ ክታበት ረቡዕ ረቡዕ ካብ ሰዓት ሸሞንተ ክሳብ ሰዓት ሰለስተ ናይ ምኽሪ ኣገልግሎት ድማ ዓርቢ ካብ ሰዓት ሸሞንተ ክሳብ ሰዓት ሰለስተ ከምኡ እዘን ኣገልግሎት ኣለዋ ኣብዘን ፍሉያት መዓልታት ማለት እዩ ኢስት ኣፍሪካ ካብ መጀመርትኡ ክምስረት ከሎ እቲ ሓሳብ ብቐንዱ ነቶም ሕብረተሰብ ወይ ድማ ነቶም ናትና ሕብረተሰብ ንምድጋፍ ተባሂሉ ብቐንዱ ዝተመስረተ ትካል እዩ። ምኽንያቱ ቋንቋኻ ከምቲ እትደልዮ ክትዛረብን ክትገልፅን ቀሊል ነገር ኣይኮነን። ነዚ ነገር እዚ ኸዓ ከም ሓደ ቀንዲ ምንጪ ወይ ድማ ሓሳብ ብምሓዝ ሕብረተሰብ ወይ ድማ እቲ ኣካል ሕብረተሰብና ክግልገለሉ ዝኽእል ሓደ ቀንዲ ቦታ ተባሂሉ ተፈጢሩ። እሱ ጥራይ ዘይኮነ ኢስት ኣፍሪካ ሓፈሻዊ ሕክምና ክበሃል ከሎ ከምቲ ሽሙ ዝሕብሮ ኢስት ኣፍሪካ ነተም ካልኦት ኣካላት ሕብረተሰብ እውን ዘጠቓለለ እዩ። እዚ ማለት ኡጋንዳውያን፣ ሶማላውያን፣ ኢትዮጵያውያን ብሓፈሻ እቲ ብኢስት ኣፍሪካ ዝውከል ነገራት ብሙሉኡ ኣብዚ ኣማሊኡ ዝኸይድ ትካል እዩ። ምክንያቱ ከካብ ሕብረተሰቡ ነናቱ ኣካላት ኣለዎ። በዚ ምክንያት እዚ ሰብ ይመርጾ። ካብኡ ሓሊፉ ከኣ ኢስት ኣፍሪካ ሓፈሻዊ ሕክምና ኣብ ኣገልግሎት ጽፉፍ ኣብ ብቕዓት እውን ብቑዕ ዝኾነ መሳርሒ ዘለዎ ትካል እዩ። ካብ ኩሉ እውን እቲ ተገዳስነት ወይ ድማ እቲ ሕብረተሰብ መፂኡ ክግልገል ከሎ ንዕኡ ዝግበር ክብርን ሓገዝን ኩሉ ብሓፈሻ ክንሪኦ ከለና ኢስት ኣፍሪቃ ዝያዳ ተመራፅን ተደላይን ይገብሮ ማለት እዩ። ብሓፈሻ ኢስት ኣፍሪካ ሓፈሻዊ ሕክምና ኣብዚ ግዜ እዚ ብፍሉይ ዝስርሓሉ ዘሎ ወይ ድማ ከም ነጥቢ ሒዙ ዝሰርሓሉ ዘሎ እንተሃልዩ ኣብ ነብሰ ፁራትን ኣዴታትን ዘድሃበ ስራሕ እዩ። እዚ ስራሕ እዚ ከዓ ብመሰረቱ ስድራ ቤት ክትህሉ እንድሕር ኮይና ኣደ ክትጥዕር ኣለዋ ብዝብል መሪሕ ሓሳብ ኣብ ኣዴታት ዘተኮረ ኣዴታት ጥዕነን ከመይ ገይረን ይሕልዋ፣ ኣዴታት ከመይ ገይረን ሕብረተሰበን ወይ ድማ ስድረአን ይንከባኸባ፣ ኣብ ሕብረተሰብ እውን ዓቢ ተራ ስለ ዘለወን ነዚ ነገር እዚ ብኸመይ ክመርሕኦን ከካይድኦን ኣብቲ ዘድሊ ሓገዝ እውን ብኸመይ ክሕግዘን፣ ካብኡ ሓሊፉ ነፍሰ ጾራት ምስ ዝኾና እውን እቲ ዘድሊ እዋናዊ ክንክን፣ ኣብ ግዜ ሕርሲ እውን ዘድሊ ብቑዕ ኣገልግሎት ብምሃብ ክሳብ ድሕሪ ሕርሲ መጽየን ተኸታቲለን ኩነታት ጥዕነኣን ፈሊጡ ቆልዑት እውን ዘድሊ ሕክምናዊ ኣገልግሎት ተዋሂቦም ክታበቶም ተሰሪዑ ተዋሂቦም ነዚ ነገር እዚ ብግቡእ ንኽረኽባ ዝያዳ ብሰፊሑ ይስርሓሉ ኣሎ። ብቐንዱ እውን ኣብዚ ዝመጻ ኣዴታት፣ ኣብዚ ዝመጻ ነብሰጾራት ምስክር ናይዚ እየን። ካብ እዋን ናብ እዋን እቲ ቁጽሪ እንዳበዝሐ ይመጽእ ኣሎ። እዚ ከኣ ልክዕ እቲ ብቑዕ ኣገልግሎት ምዃኑ እዩ ምስክር ዝህብ። ኣብዚ መዳይ እዚ ኣብዚ ጽፍሒ እዚ ብቑዓት ዝኾኑ ሚድዋይፍ ኣለውና፣ ጋይናኮሎጂስት ኣለውና። ኩሉ ብዘድሊ መገዲ ኣብ ንቡር ይኹን ኣብ መጥባሕቲ ዝግበር ስርሓት ብጽፉፍ ዝገብሩ ብቑዓት ስታፍ ኣለውና። ካልእ ብቐንዱ ድማ እቲ ኢስት ኣፍሪካ ጸቒጡ ዝሰርሓሉ ንኣዴታት ብኸመይ ኣብቲ ዝሓሸ ጽፍሒ ኣቐሚጥካ ብንቡር ክሓርሳን ብንቡር ክዋለዳን ዝሓሸ ባይታ ንምፍጣር እዩ ዝሰርሕ ዘሎ። ካብኡ ሓሊፉ እውን ዘድሊ ነገራት እንድሕር ኣልዩ ንመጥባሕቲ ዘድሊ ነገራት እንድሕር ኣልዩ እውን ግዜኡ ሓልዩ ከም ዝመጽእ እምበር ብእዋኑ ንመጥባሕቲ ምጉያይ ወይ ድማ ንኻልእ ናይ ረብሓ ስርሓት ከም ዘይሰርሕ በዚ ኣጋጣሚ ምግላፅ ከድልየኒ እዩ። ኢስት ኣፍሪካ ብኸመይ መገዲ ክንረኽቦ ንኽእል ወይ ድማ በየናይ መገዲ ክንረኽቦ ንኽእል? መጀመርያ ነቶም ኣብዚ ዓዲ ዘለና ፊዚካሊ ኣብ እብዘን ዝጠቐስክወን ሰለስተ ጨንፈራት ኣብ ከባላጋላ፣ ሳውዝ ፖይንት ሞል ሓምሻይ ደርቢ፣ ኣብ ኢንዴባ፣ ጥቓ ፖስት ባንክ ሉፒያ ኮምፕሌክስ ኣብ ቡንጋ ግሬስላንድ ሆቴል ኣብ ዘይቲ ሰለስተ ጨንፈራት ክንረኽቦም ንኽእል ኢና ካብኡ ሓሊፉ ብመራኸቢ ብዙሃን እውን ኣብ ፌስቡክ ኢስት ኣፍሪካ ሓፈሻዊ ሕክምና ዝብል ፔጅ ኣሎ ኣብ ዩትዩብ እውን ከምኡ ተመሳሳሊ ኣብ ትዊተር ኣሎ በዚኤን እቲ ሕብረተሰብ ክረክብ ይኽእል እዩ ካብኡ ሓሊፉ እውን ኣብ ዌብሳይት ww ዳት ኢስት ኣፍሪካ ዳት ኮም ትብል ኣላ በዚኣ ውን ኣቲኹም እቲ ዝግበር ኣገልግሎትን እቲ ዘሎ ኩሉ ንጥፈታትን ብቐረባ ክከታተል ይኽእል እዩ ሰብ። በዚ ኣጋጣሚ ድማ ኢስት ኣፍሪካ ሓፈሻዊ ሕክምና ከየመስገነ ክሓልፍ ኣይደልን ምኽንያቱ ንሕና ብኣእምሮናን ብጉልበትናን ክንሰርሕ እንከለና ተራ ናይቲ ሕብረተሰብ ድማ ኣሚኑ ክመጸና እንከሎ፣ እምነቱ ኣባና ገዲፉ ክነብር ከሎ ናይ ሓቂ ምስጋና ዘድልዮ እዩ። ሓቂ ድማ ካብ ቅድም ካብ ዝምስረት ክሳብ እዛ ሕጂ ብሞራል ይኹን ብንዋት ይኹን ብብዙሕ ነገራት ዝደገፍኩምና ዘተባባዕኹምና፣ ከምኡ ውን እምነትኩም ኣብ ልዕሌና ኣንቢርኩም ኣብዚ ገዛ መጺኹም ኣገልግሎት ንኽትረኽቡ እትመጹ ዘለኹም ዓማዊል ኩሉኹም ብሽም ኢስት ኣፍሪቃ ሓፈሻዊ ሕክምና ከየመስገንና ክንሓልፍ ኣይንደልን። ካብኡ ሓሊፉ ንዝኾነ ይኹን ነገር ኣብ ዝኾነ እዋን ንዘድሊ ሓገዝ ይኹን ርእይቶ ይኹን ሓበሬታ ይኹን በዘን ኣብ ታሕቲ ዝጥቀሳ ዘለዋ ቁጽርታት ደዊልኩም ክትረኽቡ ትኽእሉ ኢኹም። ዝኾነ ዘሎ ርእይቶ እንተልይኩም ውን ኢስት ኣፍሪካ ፍቓደኛ ዩ። የቐንየልና የቐንየልና።